ከምዚ ዓይነት መግቢ ሒዘ መጽየ ኣለኹ እዚኣ ቁርሲ ወይ ከኣ ድራር ኢና ንሰርሓ ደቀይን ሰብኣየን ከኣ እዚኣ ብትእዛዝ እዮም ዝበዝሕ ግዜ ደስርሕዋ ማለት እዩ እዚ ሎማዓንቲ ናይ ሰንበትና ናይ ንግሆ ቁርሲ እያ ነይራ ኣብ ሓፂር ግዜ ጣጣጣጣጣ ዓቢልና በቲ ዘለና ስፒዛ ጌርና ክንሰርሓ ኢና ኣብ መወዳእታ ከዓ ከብልዓኩም እየ ማለት እዩ ኣብ መወዳእታ ከዓ እምበኣር ሕጂ ስራሕና ክንጅምር ኢና በዚኣ ከዓ ድምፂ ተመፂኩም ደቂ ይፃወት ስለ ዘለዉ ኣብዚኣ ኣርባዕተ ድንሽ ዓበይቲ ድንሽ ፋሕፊሐ ኣዳልየ ኣለኹ ድንሽ እንቃቑሖ እንድሕር ኣለና ከዓ ክንሰርሓ ንኽእል ኢና ዝኾነ ዓይነት ሶስ ሰሪሕና ማለት እዩ ብጣዕሚ ቀሊል ጥዑም እዚ ከዓ ኣብ ገዛናስ ኩሉ ግዜ እንቃቑሖ ድንሽ ገለሲ ብፍላይ ንሕና ከም ሓበሻስ ኩሉ ግዜስ ንሕዞ ኢና ስለዚ ኩሉ ግዜ ክንሰርሖ ንኽእል መግቢ እውን ማለት እዩ ኣብ ገዛና እኳ ዳርጋ ብትእዛዝ እዮም ዘስርሕዋ ብጣዕሚ እዮም ዝፈትዋ ማለት እዮም ደቀይን ሰብኣየን ሕጂ ናብቲ ኣሰራርሓ ክንከይድና ከም ትርእይዎ ዘለኹም ኣርባዕተ ድንሸይ ፋሕፊሕ እየ ኣዳለየ ዘለኹ እዚ ሕጂ ንኩላትና ዘቑርሰና ማለት እዩ ኣብዚ ከዓ ሞዘሬላ ቺዝ ከምዚ ትርእይዎ ፀናሖም እዚ ኖርማል ንፒሳ ገለ ንጥቀመሉ ዝተፋሕፈሐ እዩ ማለት እየ ተጠቂመ ኣለኹ ንዕኡ ከባቢ ሚእቲን ሚእቲን ዓሰርተን ግራም ድኸውን ክንገብረሉ ንኽእል ኢና እንድሕር ማራችዝ ንፈቱ ኮይንና ክነብዝሓሉ ንኽእል ኢና ቁሩብ ክነውሕዶ እውን ንኽእል ኢና ከም ናትና ክሳይ ማለት ኢና ዓግን ንሱ ይኣኽለኒ ኢለ ከምኡ ከዓ ጨው ከዓ ገይረሉ ማለት እዩ ሶሪ ካልእ ከም ተወሳኺ ብዚ ካሮት ገለ ክንገብር ንኽእል እንዲና ግን ኢዝሊ ከምዚኣ ጌርና ብሓንቲ ኣስቤዛ ኣነ ኸዓ ብጣዕሚ ስለ ዝፈትዋ ብድንሽ ጥራይ ብድንሽ ጥራሕ እየ ድሰርሓ እዚኣ ማለት እዩ እንድሕር ደሊና ሞር ክስታይ ክህልዎ ግን ካሮት ኪኒ ገለ እውን ሓፊሕና እውን ክንውስኽ ምስኡ ንኽእል ኢና ማለት እዩ። ብድንሽ ጥራይሲ ኣይኮነን ግን ንሕና ግን በቃ ነዚኣ መግቢ እዚኣ ብድንሽ ስለ ንፈትዋ ብድንሽ ኢና ንሰርሓ ማለት እዩ። ኩሉ እቲ መልክዑ ገላ ከዓ ፅቡቅ ስለ ዝኸውን እንድሕር ዝኪ ንገላ ኣትዮ ፅልም እዩ ከምዚ ምሽክስ ያኹን ይቕየር እቲ ሕጂ ሓደ ሓደ ግዜ ከዓ ዓይኒ እንታይ ድራራ ድበሃል ነገራት ኣሎ So ከምዚኣ ጌርና ብደንቢ ጽቡቅ ጌርና ምስ ትንቋቆሖ ከም ዝሰማማዕ ስለ ዘይንሃርሞ ከምዚ ብሞኾስ ጌርና ግን ኣነ ከማን የሕጺረ ኢየ እምበር ጽቡቅ ጌረ ኢየ በቃ ሰማምዕ ደብሎ ሶሪ ጋይስ ክሳዕ ሒዛትኒ ኣላ እጆኹም ጌርኩም ኣሰማምዕ ተብሎ ደቂ ኣንስትዮ ኣሕዋተይ ከኣ ንደቅና ናብ ቤት ትምህርቲ ክኸዱ ከለዉ ብጣዕሚ እዮም ዝፈትውዎ እንድሕር ንጎተት ሲና ክንሰርሓሎም ክኢልና ብድሕሪኡ ወይ ኣለሚንየም ፎይል ጠቕሊልና ንህቦም ከይዝሕሎም ወይ ከኣ መዝሓሊ I mean መውዓይ ደለዎ ናይ ምሳሕ ከኣ ጌርና ንህቦም ችስ ስለ ዝኾነ ክስታይ ከይገብሮም ኣነ ግን ኖርማሊ ዋላ ኣሉሚንዩም ፎይል ሸፊነ ይህቦም እየ ብጣዕሚ እዮም ብጣዕሚ እዮም ቆልዑት እዛ መግቢ እዚኣ ካባና እንዳዓል ዋላ ዓበይቲ ማራ እንዲም ዝፈትዋ ቆልዑት ከዓ ብዝያዳ ማለት እዩ ኣዝዮም ይፈትዎ ሕጂ እቲ ማዩ ደሎ ኩሉ እየ ንግምጥሎ ማለት እዩ ናቡ እቲ እንቃቕሖ ገለ ማይ ይገብር እንዲ እቲ ድንሽ ግን ምስ ማዩ ኣይኮን ላይክ ምስ ሓፀብናዮ ፅሙቕ እንዳፀሞቕኩ ብኢደይ ክሓፅር እቲ ቪድዮ እየ ደኣ ኩሉ ኣዳልየ ቀሪበዮ ነቲ ድንሽ እምበሪ ምስ ፋሕፋሕኩ ሕፅብ ኣቢለ እንዳፀሞቕኩ እየ ናብቲ መትሓዚ ገይረዮ ምክንያቱ ምስ ማይ እንተጌርናዮ ጀቕጀቕ ክብል እዩ ማለት እዩ ኣይናቕጸልናን እዩ ክንስንክቶ ከለና እጂ ከምኡ ጌርና ናይ ትቃሑ ናይ ገለ ግን ማይ ኣውጽኡ ዋላ ሓንቲ ምስ ማይ እዩ ኢና ንገብሮ ሽዑ ከምዚኣ ጌርና ከዓ ብታሕቲ ፓርችኔት ፔፐር ጌርና እዚ ናይ ፎይል ማለት እዩ እዚ ፓርችመንት ዲድፓ ኣይደኖ ሳምቲንግ ከምኡ ነገር እዩ ድበሃል ብእንግሊሽ እዚ ናብ ኦቨን ዝኣቱ እዩ ማለት እዩ ብዙሕ ግዜ ተሓታኒ እየ ክጥቀመሉ ከለኹ እቲ ወረቐት ናብ ኦቨን ዝኣቱ ኣብ ፒሳ ኣብ ዝተፈላለየ ነገር ብታሕቲ ንጥቀመሉ ፎይል እዩ ኣብኡ ጌርና ከዓ ሰንኪትናዮ ብድሕሪኡ ኣብ ኦቨን ብ350 ዲግሪ የእትዮ ኣለኹ ክሳብ ዝሶሴ ድሰርሕ ክበስለለይ ትዌንቲ ፋይፍ ሚኒት ገለ ጽቡቅ ጌሩ እዩ ድበስል ጽቡቅ ጌሩ ኣዝዩ ቡዙሕ እንድሕር ኮይኑ ርጉድ ድበለ ተኮይኑ ከኣኒ ክሳብ ፍርቂ ሰዓት ክወስደልና ይክእል እዩ ማለት እዩ ከምዚ ምስ ማዩ ገለ ስለ ዝኮነ ሕጂ እሱ እንዳበሰለለይ እንታይ ጌረ ሽጉርቲ ጌረ ነታ ሽጉርቲ ዘይቲ ጌረላ ዘይቲ ኣነ እዚኣ ከምዚ ስዕራትና ኣብዚሐላ እንዴ ግን ዘይቲ ክነብዝሓለ የብልናን ሽዝ ብዙሕ ስለ ዝገበርና ብድሕሪኡ ጥሑን ስጋ ጌረሉ ብጥሑን ስጋ ብጣዕሚ ጥዕምቲ እንዳ እንድሕር ደይብልና ኣጋጣሚ ዋላ ኖርማል ሶስ ጌርና ክንሰርሖ ንኽእል ኢና እንድሕር ደሊና ማለትሲ ከምዚ ግድን ስጋ ክህልወና ኣለዎ ማለት የብሉን ችክ እንተለና ቤቢ መፅዩ ችክ እንተለና ብችክን ክንሰርሖ ንኽእል ኢና ቴንኪዩ ዝወደ እታ ቀንዲ ኣሰራርሓ ግን ብጥሑን ስጋ እዩ ማለት እዩ ብድሕሪ ንዑ ከዓ ከም ትረኣኹሞ ሳልሳ ሓደ ማንካ ናይ ፓስታ እቲ ምስ ኣሰማማዕኹዎ እቲ ማይ ናይ ስጋ ከዓ ምስ ፀፈፈ ድማ ፔርፖሮ ንክልተ ዓይነት ጸኒሕኒ ንዓይ ዋላ ሓንቲ ዝጸነሓትና ክንጥቀም ንክእል ኢና ሰለስተ ተጸኒሕና ሰለስተ ሓንቲ ተጸኒሓትና ሓንቲ ዓይነት ድኾነ ጌርና ግዳ ፔርፖሮ ንገብረሉ ኣዝዩ ስለ ዘጥዕሞ ብድሕሪ ጨው ከዓ ገይረሉ ኣብኡ ማለት እዩ በርበረ ፀሊም እውን ደሓር ክንስንሰሉ እየ ኣብቲ እውን ገይረ ስለ ዝነበርኩ ብዙሕ ቀመማት ኣየድልየንን እዩ ማለት እዩ ሕጂ ዋላ እንድሕር ሳልሳ ደይብልና ነቲ ከለሩ ደሚቅ ክኮነልና እሞ ክስሕቦም ነቶም ቆልዑት እምበር ዋላ ኮሚደረ ሓንቲ ጌርና ውን ክንሰርሖ ንክእል ሽግር ድበሃል የብሉን ብዘለና ስቤዛ ከምዚ እቲ ኣሰራርሓ ኣነ ብቀንዳ እንዲ ደርኢ ደለኹ ብዚ ግን ብደለና ጌርና ብዙሕ ግዜ ብዙሕ ነገራት ክንሰርሕ ከም ንክእል እየ ድዛረብ ደለኹ ማለት እየ ሕጂ እንድሕር ስጋ ደይብልና ኣጋጣሚ'ሲ ካብ ንዑ ኢልና ገለ ንኸይድ ኣጥዕም ኣቢልና ሶስ ክንሰርሕ ንኽእል ኢና ኖርማሊ ብዝ ዊዝ ኣውት ዋላ ዘለና ቬጅ እውን ክነእትወሉ ንኽእል ኢና ኣብዚ ሶስ እዚ እንታይ ድበሃል ከም ዓይኒ ዓተር ድዩ ገለገለ እውን ክንውስኽ ንኽእል ኢና ብድሕሪኡ በቃ ንዓ ኣውፅኤያ እቲ ሶሰይ እውን ድርቕ ኣቢለ ኣድሪቐ ማይ ደይብሉ ገይረ እየ ሰሪሐዮ ማለት እዩ። ኣጽፍፍ ኢና ነብሎ ማይ ዝበሃል ኣይተጠቀምኩን እቲ ስጋ ናቱ ማይ ምስ ኣጽፈፍኩዎ በቃ ኣስቤዛ ጥራሕ እየ ገይረ ዋላ ማይ እውን ክንገብር ንኽእል ኢና ዳ- ግን ነጽፍፎ ሽዑ ነቲ ማይ ድሕር ደይበሰለልና ኢልና ሓሲብና ማይ ገይርና ኣብሲልና እቲ ማይ ብጣዕሚ ነጽፍፎ ማይ ዝበሃል ክህልዎ የብሉን እቲ ሶስና ብድሕሪኡ ከምዚ ጌርና ከኣ እቲኣ ክስታይና ኣውጺእናያ ከምቲ ዝረኣኹማ ከኣ ምስቲ ችዝ ምስቲ እንቋቑሖ ምስቲ ድንሽ ተሓዋዊሱ ኣዝዩ ጽቡቕ ናይ ቅጫ ዓተር ሕብሪ እዩ ድህበና ኣዝዩ እዩ ሰሓቢ በቃ ዋላ ንዓበይቲ ከምዚ ጌርና ክንቅርብ ከለና ዝኾነ ዝሓደረ ጋሻ እንድሕር ኣለና ውን ኣዝዩ ኣኹርዕ ይደብለና በቃ ክንቅርቦ ከለና ከምዚ ጌርና ከም ቁርሲ ማለት እዩ። you know ኣዝያ ጥዕምቲ እያ ማለት እየ ቀላል እያ ብጣዕሚ እያ ከምዚ ቪድዮ ክትሰርሕ ኢኻ ዘዳናጉየካ ገለ እምበር ብጣዕሚ እዩ ከዓ ቀሊል ጣዕጣዕጣዕጣዕ ነብሎ ነገር እዩ ምሻለ ዋላ እቲ ሂወትካስ ዘቃልለልካ ዓይነት መግቢ እዩ ማለት እዩ ብድሕሪኡ ብላዕሊ ችዝ ገይረሉ ከይገበርና ችዝ ዋላ ኣብኡ ከለና ከይእተና እንደገና ናብ ኦቨን ክንበልዖ ንኽእል ኢና ኣነ ግን ንደቂ ፋሕፋሕ ስለ ዝብሎም ቁሩብ ችዝ ነስኒሰ እንደገና ንሰለስተ ደቒቕ ዝኸውን ከም ዘዘላታ ትርእይዋ ደለኹም ናብ ኦቨን የእትየያ ጸኒሐ ሰለስተ ደቒቕ ኣጽኒሕካ ኣውጽኤያ ሕጂ እቲ ቺዝ ብላዕሊ ዝነስነስክዎ ንክተሓሓዝ እቲ ስፔዛን ምስቲ ቅጫ ዝሰንከትክዎን ተተሓሒዙ ክበልዑ ከለዉ ፋሕፋሕ እንዳበለ ንከይርብሾም ይሕግዘና ማለት እዩ ከምኡ ጌረ ወዲእኻ ትርእይዋ ዶ ኣለኹም ከኣ ንቆርሳ ኣለና ከምዚ ጌርና ቆሪስና ከኣ ኣብ ቢያቱ ጌርና ሰላጣ ብሳይድ ክንገብር ንኽእል ዝኾነ ነገር ሳይድ ጌርና ከኣ እንድሕር ጋሻ ኮይኑ ስፔሻሊ ሻሂ ጌርና ገለ ክንቅርቦ ንኽእል ምክንያቱ ሻሂ ነቲ ውዑይ ነገር ብሓጺሩ ነቲ ችዝ ገለ ኣወራርድ የብለልካ ማለት እዩ ንሕና ዝበዝሕ ግዜ ምስ ሻሂ ኢና ንቆርሳ ቁርሲ ናይ ሰንበት ናይ ነርና ቁርሲ ወይ ከዓ ድራር ክንሰርሖ ንኽእል ከም ዝበልኩኹም ዝኾነ ነገር ደይብልና ከሎ እንድሕር ጋሻ መፂና ጣዕጣዕጣዕጣዕ ቢልና ክንቅርባ ንኽእል ወይ ዝሓደረ ጋሻ ተለና ፅቡቕ ስፔሻል ቁርሲ ከምዚ ጌርና ክነቑርሰ ንኽእል ባይ። ሰላም ኩቡራተይ ከመይ ቀኒክን ኣነ እግዚኣብሔር ይመስገን ፅቡቅ ቆኒየ ሎማዓንቲ ከዓ ከምቲ ትሪኣኒ ዘለክን ፉል ኦፍ ኤነርጂ ኣዝ ኤልወይስ ማለት እዩ ኣዝ ኤልወይስ ፉል ኦፍ ኤነርጂ ኮይነ መፅየክን ኣለኩ ስራሕ ገዛት ንፈትዎ ሙያና እንዲ እንተኾነ ግን ሓደ ሓደ ሓሳባት ከዓ ኣብ መንጎ ክበትኒ ከምኡ ከዓኒ ንጥፈታተይ ዝነበረ ከኣ ከርእየክንየ ማለት እዩ። ሕጂ ሎማዓንቲ ኣንጊሄ ደቀይ ኣብጺሐ ማይ እዩ ከኣ ድሃርም ደሎ እዚ ክልተ ሰለስተ መዓልቲ ሶሪ ናብዚ ገዛትና ብዝኾነ ጓሓፍ የውጽእ ኣለኹ ሕጂ ብኡ ጀሚረ ማለት እዩ። ምክንያቱ ብሰሙን ሓደ ግዜ ስለ ትመጸና ከይተሓልፈኒ ምእንቲ ኣንጊህና ኢና ጓሓፍ ነውጽእ ኣብ ኣፍ ደገ ማለት እዩ። ጓሓፍ ኣወጻጺኤ ከኣ መቸም ምስ ከብደይ ደለኒ ዝምድና ትፈልጦ ኢኽን። ዓመታት ሪኢክን ኣለክን እተን ሓደሽቲ ዝኮንክን ከኣ ሳብስክራይብ እንዳ ገበርክን ኪዳ ላይክ ተጌርክኖ ከኣ ብጣዕሚ ምትብባዕ እዩ ዝኮነኒ ንዓይ ኮመንት ከኣ ኣይትጋደፋኒ እንዳ በልኩ ክንግር መገደይ and thank you ከኣ ስለ ተተባብዓኒ ቁርሰይ ከኣ ከምዚኣ ጌረ ጣዕጣዕጣዕጣዕጣዕጣዕ ኣቢለ ሰሪሐ ብድሕሪ ሽዑኡ ትንሽ ኦሬዲ ብሱል ዝነበረ እዩ እንጂ ከምዚያ ገይረ ከዓ ሻሂ ቀዲሐ ገለ ክሰሃሎ እየ ምስ ወደይ ቆቁርስና ሒዝና ከዓ ነዚ ጥዋዕዋዕዋዕዋዕ ዓቢልና ከዓ ናብ ንጡፍ ስራሕና ክንምለስ ኢና ሕጂ ዝበዝሕ ግዜ ኣነ ስራሕ ገዛ ብዓራት እየ ዝጅምር ሓደ ሓደ ግዜ ፎር ሳም ሪዝን ዓራት ከይንፀፍኩ ዝውዕለሉ ግዜ ኣሎ ተይለክን ተናቅድኦ ቆልዑት ትፈልጦ ኣብ ኤቭሪ ገዛ ኣላ ኣያ ኢለ እየ ዝኣምን ሓደ ሓደ ግዜ እዩ ግን ማለት እየ እምበር ኣነ ዓብ ዓራት ዓራት ተተነጺፉ ኣቑሑት እንድሕር ሓጺበን በቃ ዘስምዓኒ ሩፍታ ክነግረክን ኣይክእልን እየ ዘፌ ድብል ዋላ ሓሚመ ከለኹ ገለ ክስታይ ድገብር ብጣዕሚ እዩ ለጽፍፎ ንገዛና ማለት እዩ ሕጂ ዓራት እያ ንጺፈት እያ ናይ ጓል ናይ ጓል ዓራት መጀመርታ ኣንጺፈላ ዓራት ከየንጸፍካላ ተጸኒሕካ ዋላ ኩሉ ገዲፍካ ናይ ሳራ ዓራት ክተንጽፋ ኣለካ ቢኮዝ ተዕገርግር እያ ከምዚ ጌረ ካኣ እቲ ናትና ዓራት ካኣ ኣንጺፈ እዚ ካኣኒ ብላዕሊ ክድቅስ ኮለኩ ቀትሪ ዝክደኖ ወይ ካኣ ዝኮነ ሰብ መጺኩ ብላዕሊ ክድቅስ ተደልዩ ቀትሪ ዝክደኖ ካበሪ እዩ ማለት እዩ እዚ ጌረ ካኣኒ ብዝተፈላለየ መልክዑ ክነቀምጦ ንክእል ኢና So ኣብኡ ድርብይ ነብሎ ከምዚ ጌረ ከኣ ንኡ ግብር ኣቢለዮ ማለት እዩ ብዝኾነ ዓራትና ኣነጻጺፍና ገለ ምልታት ገለ ምልታት ከኣኒ ከይንውሓኪ ናሕጽር ኣሕጽር ኣቢለ ናብ ዝተሓቲ ተመሊሰ ኣለኹ እቲ ገዛይ ከመይ መሲሉ ኣሎ ርኣዮ ሕጂ ግን ከም ዝረኣኽንኦ እቲ ኤነርጂ ፍሉይ ዶ ኣሎ ክንሳሃሎ ኢና ብሓንሳእ ኮይንና ማለት እዩ ልክዲስ ከመይ ዓይነት ምክንያቱ ቆልዑት ክሳብ ተብጽሕ ቤት ትምህርቲ ማሎት እዩ ጋይስ ልብኻ ጠፊእካ እዩ ዘርፍድ እቲ ምሳይ ደሎ ምሳኽን ኣሎ ተን ዘይበፃሕኽንኦ ድማ ክትበፅሕኦ ኢኽን ክተን ዝሓለፍክንኦ ከዓ ዘክርኦ እዩ ዘሎ እቲ ጉዳይ ዘክርኦ እቲ ተብተብ ተብተብተብ ነቲ ሓደ ትድርብዮ ነቲ ሓደ ገለ ተብተብ ማሲ ላይክ ተለዓዕለሉ ግዜስ ኣይኮነን ኩሉ ነገር ሽዑ እሶም ዝደርበይዎ ገለ ደበልዎ ገለ ደቋራርስካዮም ደርሳሕኻዮ ከምዚኣ ኮይና ትፀንሓካ ሕጂ ናብ ክሽነና ተመሊስና ጣዕጣዕጣዕጣዕ ክብሎ ይብለክን ኣለኹ ማለት እዩ ሶ በዚኣ ክንጅምር ኢና ማለት እዩ ንጂ እዚኣ ትሪኣ ደለኽን ቅድሚ ሕጂ ኣርእየክን ነይረ ነተን ዘይረኣኽና መፅፈፊት ኣቑሑት እያ ከምዚ ትሪኦ ደለኽን ከምዚ ዓይነት ክሳይ ንድሕና ኣለክን ኮይኑ ካብ ኣማዞን ኦርደር ትገብርኣ ትዕፀፍ እያ ሓፂብክን ወዲእኽን ኣቑሑትክን ምስ ኣፅፈፍክን ኣብኡ ካብ ክሳይ ድገብር ስፔሻሊ ጋይሽ ገለ ክመጹና እንተኾይኖም ኣልዕል ክተብላ ትኽእላ ኢኽን ዕጽፍ ኣቢልክን እንደገና ከኣ ኣብቲ ጉድጓድ ከኣ ተኣቱ እያ ብናቱ ዓቕን እያ ተሰሪሓ ክልተ ጉድጓድ ምሻለ ንቲ ናይ ሲንክ ኣብቲ ሓንቲ ጉድጓድ ከኣ ተኣቱ እያ ሶሪ ዘይረኣኹኽን ደሓን እያ ብዙሕ ክብርቲ ኮነትን ምስቲ ጥቕማ ርኢኻ እንደገና ማይ መጽረሪ ናብቲ ክስታይ ከኣ ኣለዋ ናብቲ ሲንክ ከኣ ኣለዋ ብዙሕ እዩ ጥቕማ ገዛኣ ተደሊኽን ካብ ኣማዞን ከምዚ ትርእዮ ደለኽን ትውሕተይ ከዓ ሓፀፅፅፅፅ ኣቢለ ኣሕፂረ እየ ደርእየክን ደለኹ ተመሊሰ ማለት እዩ ቴለፎን ተደዊልኒ ቴለፎን ኣገዳሲ ቴለፎን ነይርኒ እምበሪ ከፊተያ ኣርፊደ ኣነ ቴለፎን ገዲፈ እየ ክስታይ ምግብ ኦን ምግባር ሳይለንት እየ ድገብራ ሽዑ ኣብ ዝረኣኽዎ እሞ ግዜ ኣብ ደለኒ ከዓ ይምለስ ምክንያቱ ብዙሕ እንዳሓዘትኒ ሓዘትና ሓደ ሓደ ግዜ ክስታይ ትኸውን ምሽ ንሒዘካ ሽዑ ካብ መስመርካ ወፂኻ ትውዕል ሕጂ እንታይ ጀሚረ ኣለኹ ቴለፎነይ ሳይለንት እያ በቃ ሽዑ ምስ ረኣኽዎ ይምለሶ ነቲ ሰብ ማለት እዩ ብታ ግዜ ደላትኒ ማለት እየ ጅሱ ወዳዲእና ወዳዲእና ከኣኒ ሕጂ ከዓ እንታይ ክገብር እየ እዚ ስቶቨይ ብዙሓት ዝሓተትክና ነርኩም ብፍላይ ከዓ ሓንቲ ሓፍተይ ደጋጊምኪ ዝሓተትክኒ ቤትሮ ተኮይኑ እቲ ስቶፍ ናትና እቲ ጋሲ ከመይ ነፅርዮ ድበልክና ንካ ሎማዓንቲ ከርእየክን እየ ከምቲ ትርእየኦ ደለኽን ማይ ቅድም ንገብረሉ ማይ ብላዕሊ ንገብረሉ ቁሩብ ክብለክን ሲ ላይክ በቲ ናይ መሕጸቢ ኢና ጌርና ቁሩብ ክሰግብር ነብለሉ ብድሕሪኡ ካብዚኣ ባር ኪፐር እያ እዚኣ ብቀዳማይ ኣብቲ ናይ መጸራረይ ደይረኣኽንኦ እንድሕር ኣለኽን እታ ቪድዮ ብታሕቲ ክገድፈልክን እየ እቲ ነገራት ናይ መጸራረይ ሙሉእ ቪድዮ ሰሪሐሉ ነይረ ቀስ ክብል እየ ዝፍትን ደለኹ ከይህውኸክን ብድሕሪኡ ከኣ ኣብኡ ከምዚ ጌርና ማጠኑ ዝበልናዮ ኣብኡ ኣፍስስ ኣቢልና ከኣ ንለኽዮ ማለት እዩ ጽቡቅ ጌርና ነማሳስሎ ንለኽዮ ብድሕሪኡ ንዕኡ ልኺ ኣቢልና ጽቡቅ ጌርና ምስ ለኻኸናዮ ከኣኒ ወላ ሓንቲ ከም ዘይተርፋታ